ሰላም ሰላም ክቡራት ተኸታተልቲ ናይዛ ቻነል ኣብዚ ዘለኹሞ ሰላም ቅኒኹም ትኮኑ ተስፋ ይገብር ሎማዓንቲ ብሓንቲ ኣገዳሲን ጠቓሚትን ዝበልኳ ንኹላና ክትጠቕመናን ክትምህረናን ክትዕብየናን ዝበልኳ ቪድዮ ሒዘልኩም መፅእ ዘለኹ ናይ ሎማዓንቲ ቀሪበልኩም ዘለኹ ቪድዮ ሽዱሽተ ትምህርቲ ካብ ዝሃብተመ ሰብ ኣብ ባቢሎን ትብል እያ ወይ ድማ ደ ሪችስ ማን ኢን ባቢሎን ትብል መፅሓፍ ብጆርጅ ክላይሰን ዝተፃሓፈት ሽዱሽተ ነጥብታት ክጠቕማናን ክዕብያናን ዝበልኩወን እየ ሒዘልኩም መፅእ ዘለኹ ክሳብ መወዳእታ ናይዛ ቪድዮ ክትካተሉ ድማ ብኽብሪ ይዕድመኩም ከም ዘይትፈልጡኒ ስመይ ማእከለ ይበሃል ኩሉ ግዜ ኣብ ቻነል ኣተሓስባኻ ክስፍሑ ዝኽእሉ ትምህርትታት ከምኡ እውን ኣብ ፋይናንስ ዘተኮረ ከመይ ጌርካ ናብ ቁጠባዊ ሓርነት ክትበፅሓሉ ትኽእል ፋይናንስ ወይ ድማ ኢንቨስትመንት እንታይ እዩ ዕብየት ኣብ ፋይናንስ ከመይ ጌርካ ከተተኩር ከተርኢ ዝኽእል ዝብሉ ቪድዮታት ትምህርትን ኢና ንዳሉ ከምዚ ዓይነት ተገዳስን እንድሕር ኣለኩም ኣብ ቅኑዕ ቦታ ኣለኹም ሳብስክራይብ ጌርኩም ናብዛ ዩቱብ ቻነል ክትሓብሩ ድማ ብኽብሪ ይዕድመኩም The Richest Man in Babylon ትብል መጽሓፍ ብ1926 ዝተጻሓፈት ኮይና ሓንቲ ካብተን ዝበለጻ ናይ ነብሰ ፋይናንስ ወይ ድማ ናብ ቁጠባዊ ሓርነት ክወስድኻ ዝኽእሉ መሰረታውያን ዝኾኑ መትከላት ዝሓዘት ኣዝያ ብልጽትን ዘይወድቕ ሓሳባትን ዘለዋ መጽሓፍ እያ ማለት እዩ እምበርከይ ሽዱሽተ ቀንዲ ኣገደሲ ዝበልክወን ነጥብታት ካብዚኣ መጽሓፍ ኣውፅኦ ኣለኹ ንኹላና ድማ ክጠቕማናን ከዕብያናን ድማ ከም ዝኾና ዝኾነ ዘጠራጥር የብለይን ማለት እዩ ኣብ ቁፅሪ ሓደ ስርዕያ ዘለኹ ቅድም ንነብስኻ ክፈል ትብል እያ ማለት እዩ መቸም ሓደ ሰብ ኣታዊ ወይ ድማ ወርሓዊ ኣታዊ ምስ ገበረ ንኣብነት 200 ዶላር ንሕር እታዊ ገይሩ ወይ ድማ ኢንካም ንሕር ኣለዎ ኮይኑ ናይ መንግስቲ ግብሪ መንግስቲ ገዛ ክራይ ናይ ኤሌክትሪክ ጫማ ካብ ናይክ ይገዝእ ክዳውንቲ ካብ ኣማዞን ኣሊባባ ሓድሽ ቴሌፎን ካብ መንበርሺ ምስ በዓል ኔትፍሌክስ ኣብ ስታርባክስ ማክዶናልድ ከይዱ ኮፊ ሰቲ ማለት እዩ ስለዚ እታ 200 ዶላር ዘምፅኣ ኣብ መወዳእታ ወርሒ ጥራይ እዩ ድተርፍ ማለት እዩ ድሕሪኡ ሓንቲ ቅርሺ ሴፍ ካይገበረ ወይ ድማ ዝኾነ ነገር ካየበለ ይሓልፍ ማለት እዩ እዚ ሕጂ ፅቡቅ ኣይከነን ምክንያቱ እዚ ኩሎም ንመንግስቲ ንካምፓኒታት ንእንዳ ሻሂታት ንኩሎም ከፊሉ ነቲ ሓደ ቀንዲ ምንጪ ኣታዊኡ ዝኾነ ኣካሉ ወይ ድማ ነብሱ ይርስዕ ኣሎ ማለት እዩ እዚ ኸዓ ኣዝዩ ጌጋይ ማለት እዩ ብመሰረት እዚኣ መፅሓፍ እንታይ ዝብለና ጆርጅ ክላይሰን ቅድሚ ዝኾነ ነገር ቀዳምነት ንገዛእ ርእስኻ ዓሰርተ ሚእታዊት ካብ ኩሉ ዓይነት ኣታዊታትካ ብወሰን ከተቐምጥ ኣለካ ወይ ድማ ሴፍ ክትገብር ኣለካ ዝብል ማለት እዩ ምናልባት ንገሌና ዓሰርተ ሚእታዊት ብዙሕ ኮይኑ ክመስለና ይኽእል እዩ ስለዚ ብሓሙሽተ ሚእታዊት ወይ ብሓሙሽተ ፐርሰንት ክትጅምሩ ትኽእሉ ኢኹም ማለት እዩ እቶም ዓሰርተ ፐርሰንት ውሑድ ኮይኑ ዝስማዕኩም ወይ ድማ ብዙሕ ኢንካም ኣታዊ ዘለኩም ሰባት ድማ ብ15 20 30 ፐርሰንት እንድሕር ገርኩሞ ከዓ ዝበለፀ ማለት እዩ ምክንያቱ ኣብ መወዳእታ ክንደይ ገንዘብ እዩ ኣምፂእኻ ዘይኮነስ ክንደይ ገንዘብ የእቲኻ ዓቂብካ እዩ ማለት እዩ ናይ ብሓቂ ገዛ ክራይ ክትከፍል ከለኻ ኣፍኮርስ ትነብር ስለ ዘለኻ ነቶም ገዛ ክራይ ትህብትሞም ኣለኻ ኣብ ኣማዞን ኬድካ ክትገዝእ ከለኻ ንኣማዞን ትህብትሞም ኣለኻ ኣብ ኣሊባባ ክትገዝእ ከለኻ ንኣሊባባ ትህብትሞም ኣለኻ ኣብ ኣይፎን ክትገዝእ ከለኻ ንኣፕል ትህብትሞም ኣለኻ ማለት እዩ ንገዛእ ርእስኻ ግን ትርስዕ ኣለኻ ማለት እዩ ስለዚ ካብ ሎማዓንቲ ዓሰርተ ሚእታዊት ካብቲ ኣታዊታት ናትና ንገዛእ ርእስና ወይ ድማ ብጎኒ ከነቐምጦ ክንክእል ኣለና ማለት እዩ እንተዘይኮይኑ ሙሉእ ዕድመኻ ሰሪሕኻ ንመንግስቲ ንካምፓኒታት ከምኡውን ንካሊእ ንገዛ ክራይ ናይ ገዛ ክራይ ካምፓኒታትን ክትህብትም ክትነብር ኢኻ ማለት እዩ ነዚ ክሕግዘና ዝኽእል ከመይ ጌርና ሴፍ ክንገብር ንኽእል ዝብል ድማ ሓንቲ ፅብቕቲ ጥበብ ኣላ ኣነ ዝጥቀመላ ማለት እዩ እሳ እንታይ እያ ኣውቶማቲክ ሴቪን ማለት እዩ እዚ ማለት እንታይ እዩ ንኣብነት ኣብዚ ቀዳማይ ዓለም መብዛሕትኡ ቦታ ቼኪን ሴቪን ዝብል ኣካውንት ክልተ ኣካውንት ኣለውና ማለት እዩ ስለዚ ካብ ቼኪን እንድሕር ኮይኑ እቲ ገንዘብና ዓሰርተ ሚእታዊት ኣውቶማቲክ ናብቲ ናይ ሴቪን ገንዘብና ከም ዝኸይድ ንገብሮ ማለት እዩ እዚ ቀሊሉ ኣብ ባንክ ከይድና ዓሰርተ ሚእታዊት ወይ ድማ ሚእቲ ዳክተ ሚእቲ እቲኣ ንደልያ ገንዘብ ኣውቶማቲክ ንሕና ካይ ረኣናያ ብቐጥታ ናብቲ ናይ ሴቪን ኣካውንትና ከም ዝኸይድ ንሕር ጌርናዮ ርግፀኛ ተስዓ ካብ ሚእቲ ካይ ዘከርካዮ ካይ ረኣኻዮ እንዳኸደ ብዙሕ ገንዘብ ክዋሃለለልካ ክእል ማለት እዩ ስለዚ ቀዲምካ ንነብስኻ ክትከፍላ ክትክእል ኣለካ እንተዘይከይኑ ንኩሎም ካምፓኒታትን መንግስትን ከፊልካ ንነብስኻ ካይትርስዓ ክትጥንቀቕ ክትክእል ኣለካ ማለት እዩ ስለዚ ቁፅሪ ሓደ ንነብስኻ ቅድም ንነብስኻ ክፈል እያ ትብል ማለት እዩ ቁፅሪ ክልተ ድማ ሪዱስ ዩር ኤክስፐንስስ እዚ ማለት ወፃኢታትካ ምቕናስ ማለት እዩ እመኑኒ ሃብቲ ብዓቕልን ትዕግስትን ብዘይ ተሓላልነት ምስ ስራሕ ዝመፅእ ደኣ እምበር በቋራይ ዝፍጠር ተኣምር ኣይኮነን። ዝበዝሑ ሰብ ከምዚ በቋራይ ዝህብተም ወይ ድማ ከምዚ በቋራይ ዝመፅእ ኣይኮን ዝመስሎ ማለት እዩ። እንታይ ዝበሃል ኣሎ ምስልኩም ሚእቲ ዶላር ከተመሓድር እንድሕር ዘይክኢልካ ሚልዮን ዶላር ከተመሓድር ዘሎ ተኽእሎ ኣዝዩ ፀቢብ እዩ። ስለዚ እንተወሓደ ኣብ ወርሒ ክልተ ግዜ ባጀቲን ክትገብር ክትክእል ኣለካ ወፃኢታትካ ብግቡእ ክትፈልጦም ክትክእል ኣለካ እሞንኒ ብዙሕ ግዜ ዘይትፈልጦ ገንዘብ ኣብ ዘየድልየካ ይጠፍእ ምህላው ናይ ብሓቂ ርግፀኛ እየ ማለት ክትግንዘብ ኢኻ ማለት እዩ ኣብ ዘየድልየካ ክዳውንቲ ኣብ ዘየድልየካ ጫማታት መንበርሽብ ናይ ኔትፍሌክስ ናይ ኣማዞን ክትረክብ ምዃንካ ናይ ብሓቂ ርግፀኛ ምክንያቱ ብዙሕ ግዜ መዚ ናይ ሕጂ ዘለናዮ ዘመን ናይ ክሬዲት ካርድ ኣይርዳእካን እዩ ኣብ ዝኾነ ከካ ጢጢጢጥ ስለተብል ኣይርዳእካን እዩ ማለት እዩ ናይ ብሓቂ እቲኣ ስተትመንት ወይ ድማ እቲ ወረቐት ኩሉ ወፃኢታትካ ዘለዎ እንድሕር ፕሪንት ገርካ ኣውፂኻዮ ግን ክትስንብድ ኢኻ ኣብኡ ብዙሕ ዘየድልዩኻ ናይ ብሓቂ እስኻ እውን ገርካዮም ዲኻ ይገበርካዮም እውን ዘይርድኡኻ ብዙሓት ወፃኢታት ብዘይ ፍቓድካ ወይ ድማ ብዘይ ፍልጠት ፍልጠት ናትካ ወይ ብዘይ ኮንሽስ ብዘይ ምዃንካ ዝወፁ ክህልዉ ስለ ዝኽእሉ ነዚኦም ከዓ ክትዕቅቦም እንድሕር ከይንካ ቅድም ክትፈልጦም ክትክእል ኣለካ ማለት እዩ ንሓደ ዘይትፈልጦ ፀላኢ ክትቋፀፀሮ ኣይትኽእልን ኢኻ ስለዚ ወፃኢታትና ክንቋፀር እንድሕር ከይንና ኣብ ወርሒ ክልተ ግዜ እንተሓመቐ ማለት እዩ ባጀትን ክንገብር ወይ ድማ ኩሉ ወፃኢታትናን ኣታዊታትናን ኣብ ወረቐት ጽሒፍና ሓደ ብሓደ ክንሪኦን ቸክ ክንገብሮን ይግባእ ማለት እዩ። ካልእ ወጻኢታትና ክንቅንሰሉ ንኽእል ብዙሕ ኣገባብ እዩ ዘሎ ማለት እዩ። ንኣብነት ሓሙሽተ ግዜ ኣብ ወርሒ እንድሕር ኣብ ደገ ትበልዕ ዄንካ ስለዚ ኣትሊስት ብዝተኻእለካ ፍርቂ ሚእታዊት ወይ ድማ ጠቕላላ ኣብ ደገ ምብላዕ ገዲፍካ ኣብ ገዛኻ ምብላዕ ወይ ድማ መግቢ ምስራሕ ክትጅምር ክትክእል ኣለካ ማለት እዩ። ከምኡውን ክዳውንቲ፣ ጫማታት ካልእን ካልእን ዓርከይ ገዚኡ ወይ መሓዛይ ገዚኣ ወይ ኣብ ፌስቡክ ርየ ኣብ ኢንስታግራም ርየ ወይ ሓደ ሞዴል ሓደ ደራፊ ገዚኡ ኢልካ ክትገዝእ የብልካን ኣንለስ ዘድልየካ ምዃኑ ብግቡእ ተረዲእካ ክትገዝእ ክትክእል ኣለካ ማለት እዩ ኣብዚ ግዜ እዚ መዚ ናይ ቴክኖሎጂ መዚ ናይ ሶሻል ሚድያ ዘሎ ሓደ ክዳውንቲ ይገዝእ ሓደ ተለቂሑ ይገዝእ ወላ ሓደ ኣይርዳእካን እዩ ማለት እዩ ስለዚ ንስኻኻ ክትዳናገር የብልካን በዚ ማለት እዩ ዘድልየካ እምበር ብሂወትካ እምበር ኣብ ሂወት ሰባት ክትነብር የብልካን ማለት እዩ ዳትስ ዋይ ንሕሪኢኹሞም ብዙሕ ግዜ ሰባት ኣታዊታቶም እንዳበዝሐ ክኸይድ ከሎ ንኣብነት ንሕር 2,000 ኢንካም ነይርዎም ወፃኢታቶም ከዓ 1,900 እንድሕር ነይሩ ዝመፅእ ደሎ ወርሒ ከም ገለ ክብል ደሞዞም ናብ 3,000 እንድሕር ደይቡ ወፃኢታቶም ከዓ ናብ 2,800 ይድይብ ልክዕ ወፃኢታቶም እናደየበ ኣታዊታቶም እንዳበዝሐ ክኸይድ ከሎ ወፃኢታቶም ድማ ብኡ መጠን ከዓ እንዳወሰኸን እንዳበዝሐን ይኸይድ ማለት እዩ ስለዚ ከምዚ እንድሕር ከይኑ ናይ ብሓቂ ክትህብትም ወይ ድማ ኣብቲ እስኻ ትደልዮ ዘለኻ ቁጠባዊ ሓርነት ከተረጋግጽ ዘሎ ተኽእሎ ኣዝዩ ጸቢብ ማለት እዩ ስለዚ ዘድልየካ ነገራትን እትፈትዎ ነገራትን ብቐድም እንታይ ምዃኑ ክትፈልጥ ክትክእል ኣለካ ማለት እዩ ንኣብነት ገለ ካብ ዘድልዩና ነገራት ክንጠቅስ እንድሕር ኮይና ገዛ ክራይ ምግቢ ማይ ትምህርቲ እዚኦም ብዘይ እዚኦም ዳርጋ ክንነብር ኣይንኽእልና ማለት እዩ እቲኦም እንፈትዎም ወይ ድማ ደስ ዝብሉና ነገራት ድማ ከም ኣብ ሆቴል ምሕዳር፣ ቫኬሽን ምኻድ፣ ከምዚ ታክሲ ወይ ኡበር ምጥቃም፣ ኣብ ደገ ምብላዕ፣ ኣብ ደገ ምስታይ፣ መንበርሽብ ናይ ዘየድልዩኻ ኣፕሊኬሽናት ምእታው፣ ካልእን ካልእን ይኾኑ ማለት እዩ። ስለዚ ነዚኦም ንፈትዎም ነገራት ወይ ድማ እቲኦም ጃስ ብስምዒት ዝድርኹና ዘለዉ ንዕኦም ኣጉዲልና ኣብቲ ዘድልየና ጥራይ ንሕራ ተኪርና ናይ ብሓቂ ብዙሕ ገንዘብ ሴፍ ክንገብር ወይ ድማ ወፃእታትና ክንቅንሶ ንኽእልና ማለት እዩ። ስለዚ ኣተኩሮኻ ኣብ ኣታዊኻ ምኽዕባት ጥራይ ዘይኮነ ከምኡ እውን ወፃኢታትካ ክትቋፀር ንድሕር ዘይክኢልካ እዳዝን ማደር ብዘየገድስ ወላ ሚሊዮን ዶላር ኢንካም ንድሕር ኣለካ ኮይኑ ወፃኢታትካ ከዓ ሚሊዮን ዶላር ኢቭን ከማን ልዕሊ ሚሊዮን ፈረቓን ክኸውን ይኽእል እዩ ምክንያቱ ንምንታይ ዕድመን ጥዕና ንክሬዲት ካርድ ባንኪ ይፈልጡ እዮም ከመይ ገይሮም ንስኻ ኣብ ዒዳ ክትኣተውሉ ትኽእል መገዲ ይፍትሹ ማለት እዩ ስለዚ ሚእቲ ሽሕ ንድሕር ከይኑ ኢንካምካ ብዝተኸኣለ ኣታዊታትካ ኣዝዩ ውሑድ ክኸውን ኣለዎ ካልኣይ ከዓ ስቴብል ቀዋሚ ክኸውን ክኽእል ኣለዎ ወፃኢታትካ ማለት እንተዘይከይኑ ወፃኢታትካ እንዳበዝሐ ምስ ኣታዊታትካ እንድሕር ከይዱ ወላ ዝበዝሐ ገንዘብ እንትእትኻ ወላ ሓንቲ ትርጉም ኣይክህልዎን ማለት እዩ ስለዚ ቁፅሪ ክልተ ድማ ወፃኢታትካ ምቕናስ ማለት እዩ ቁፅሪ ሰለስተ ማይ ፌቨሬት ዋንያ ኢንቨስት ኢን ናውለጅ ወይ ድማ ኣብ ፍልጠትካ ኣውፍር ባይ ዘ ወይ እዚኣ ቪድዮ ክሳብ እዚኣ ሰዓት እዚኣ እንድሕር ፈቲኹማ ወይ ንእሽተይ ነገር ክጠቕመኩም እንድሕር ክኢላ ፕሊስ ሓንቲ ደቂቕ ወሲድኩም ላይክ በልዋ ከምኡ እውን ኣብ ካልኦት ሰባት ንክበፅሕ ሸር ክትገብርዋ ብትሕትና ይላበወኩም ማለት እዩ በንጃሚን ፍራንክሊን እንታይ ይብለና መስልኩም ኣን ኢንቨስትመንት ኢዝ ናውሌጅ ፔይስ ደ ቤስት ኢንተረስት ይብለና ማለት እዩ እቲ ዝበለፀ ነገር ውፅኢት ዘለዎ ብዛ ዓለም ኣብ ኣእምሮኻ ወይ ኣብ ኣተሓሳስባኻ ከተዋፍር ወይ ድማ ወፍሪ ክትገብር ምስ እትኽእል ኢሉ ማለት እዩ ኣብ ዓለም እቲ ዝበለፀ ገንዘብካ ተፍረሉ እትኽእል ዝግባእካን ዘለካን ቦታ ኣበይ ምስ ትብልኒ ኣብ ፍልጠትካ ክእለትካ ሞየኻ ጥራይ እዩ ማለት እዩ ኣብ ስቶክ ማርኬት ኣይኮነ ኣብ ገዛ ኣይኮነ ኣብ ማኪና ኣይኮነ ኣብ ዝኾነ ነገር ኣይኮነ ማለት እዩ ምክንያቱ ኣተሓሳስባኻ እንድሕር ተቐይሩ ኩሉ ነገር ክቕየር ይኽእል እዩ ማለት እዩ ምናልባት ሎተሪ ሚእቲ ሽሕ ሎተሪ ተዓዊትካ ወይ ባንኪ ከድካ ብገለ ሰሪቅካ ሃብታም ክትከውን ናይ ሓደ ሚሊዮን ዶላር ወናኒ ወይ ናይ ሓደ ሚእቲ ሽሕ ወናኒ ክትከውን ትኽእል ኢኻ እዚ ግን ውሕስነት ይኹን ቀጻልነትን የብሉን ምክንያቱ ንምንታይ እስኻ እዚ ብርእስኻ ወይ በተሓስባኻ ብክእለትካ ዘይኮነ በቋራጭ ኢኻ ትረኽቦ ዘለኻ ማለት እዩ ኩሉ በቋራጭ ዝመፅእ ከዓ በቋራጭ ዝኸይድ ማለት እዩ ሃብቲ ብዙሕ መሰናኽል ብድሆታት ውድቀት፣ መከራ፣ ሓሊፍካ እትርከብ ጥዕምቲ ስፍራ ደኣ እምበር ኣብ ሓደ መዓልቲ ወይ ኣብ ሓደ ሰሙን ወይ ኣብ ሓደ ዓመት እትርከብ ኣቋራጭ መገዲ ትኽየድ ቦታ ኣይከነትን ስለዚ ካብ ሎሚ ኣብ ኣፍልጦና ወፍሪ ክንጅምር ኣለና ማለት እዩ ዘድልዩካ ስልጠናታት ብዘየገድስ እንታይ ዓይነት ስልጠና እዩ ዘድልየካ ስቶክ ማርኬት ድዩ ክሪፕቶ ካረንሲ ድዩ ፎሬክስ ድዩ ናይ ኤዲቲን ድዩ ናይ ማርኬቲን ድዩ ናይ ዝኾነ ይኹን ብዘየገድስ ኣብቲ ንስኻ ትደልዮ ካብ ሎማዓንቲ ስልጠናታት ወይ ኮርሳት ብዛዕባኡ ክትወስድ ክትክእል ኣለካ ማለት እዩ። ሰሚናራት፣ መጽሓፍቲ፣ ኮታ ኩሉ ዓይነት ፍልጠትካን ክእለትካን ከዕብዩ ዝኽእሉ ነገራት ካብ ሎማዓንቲ ወፍሪ ኣብኦም ክትጅምር ክትክእል ኣለካ ማለት እዩ። ይዝከረኒ መጀመርታ ኣብ ስቶክ ማርኬት ወፍሪ ኣብ ዝጀመርኩሉ ግዜ ኣይ ቲንክ ክልተ ሽሕ ዶላር ድየን ገለ ነይረናን ብኤነ ጀሚረ ሓደ ዓርከይ ከምዚ ካምፓኒ ኣላ ከምዚ ወፍር ገለ ኢልኒ እዚኤን ክልተ ሽሕ ዶላር ኣባይ እቴን ማለት እዩ ድሕሪ ክልተ መዓልቲ ድዩ ክልተ ሰለስተ መዓልቲ እዚኣ ካምፓኒ ሰብዓሪ ሰማንያ ሚታዊት ክራሽ ከይና ማለት እዩ ገንዘበይ ዳርጋ ብምልእን ክሲረየን ማለት እዩ ድሕሪኡ ኦኬ እዚ ገንዚ ነገር እዚ ከም ዝሰርሕ ተረዲእ ኣለኹ እንተኾነ ግን ብጌጋ መገዲ ሃንድራ ኢለ ከም ዝኣተኽዎ ክርዳእ ስለ ዝኸኣልኩ ድሕሪኡ ብዙሕ ገንዘብ ከፊለ ብዙሕ ኮርሳት መፅሓፍቲ ማለያ ዘይብሎም ናይ ዩቱብ ቪድዮታት ከምኡውን ኣብ ጎግል ብዙሕ መፅናዕቲ ብምግባር እንታይ ስቶክ ማርኬት ከመይ ከም ዝሰርሕ ብግቡእ ተረዲኤን ብዙሕ ገንዘብ ኣዋፊረን ብዙሕ እንዳዓበየለን ከምኡ ከዓ ንዓኹም እውን ንብዙሓት ሰባት ክመሃረሉ ዝኽእሉ ዓብዪ ቤት ትምህርቲ ናይ ስቶክ ማርኬት ወይ ናይ ኢንቨስትመንት ኣብ ስቶክ ማርኬት ከፊትና ኣለና እቶም ክትመሃሩ ትደልዩ ሊንክ ቀዳመይቲ ኣብ ዲስክሪፕሽን ኣላ ኣቲኹም ክትመሃሩ ትኽእሉ ኢኹም ማለት እዩ እንተዘይከይኑ ናይ ብሓቂ ካይተምሃርካ ወይ ዝኾነ ነገር ኮርስ ካይወሰድካ እትኣትዎ ነገር ኣዝዩ ሓደገኛ እዩ ማለት እዩ ስለዚ ቅድሚ ዝኾነ ነገር ኢንቨስት ኢን ዮር ናውለጅ ኣብ ገዛእ ርእስኻ ኣብ ፍልጠት ናይ ገዛእ ርእስና ከነዋፍር ኣለና ማለት እዩ ቁፅሪ ኣርባዕተ ድማ ለት ዩር ማኒ ወርክስ ፎር ዩ ገንዘብካ ንኽሰርሕን ክሕግዘካን ከተፍቅደሉ ኣለካ ነብ ሓቂ ክትብቲ ምስ እትደሊ ብሓንቲ መገዲ ወይ ድማ ብሓንቲ ኣታዊ ጥራይ ኣምፂእኻ ክትህትም ዘሎ ተኽእሎ ኣዝዩ ፀቢብ እዩ ካብ ዝተፈላለዮ ትካላት ይኹን ኣታዊታት ቢዝነስ ይኹን ክህልወካ ንድሕር ዘይክኢሉ ናይ ኣብ ሓቂ ዋላ ሓንቲ ክትረክብ ወይ ክትህብትም ኣይትኽእልን ኢኻ ማለት እዩ እንታይ ዝበሃል ዘረባ ኣሎ ምስልኩም ድኻታት ንገንዘብ ይሰርሑ ሃብታማት ግን ንገንዘብ የስርሕዎ ስለዚ እዚ ማለት ካብ ሕፅር ዝበለ ወፍሪ ማለት እዩ ወፍሪ ክትጅምር ክትክእል ኣለካ ኢንቨስት ክትገብር ክትክእል ኣለካ ሮበርቶ ኪዮሳኪ ንኢንቨስትመንት እንታይ እዩ ዝብሎ ኢንቨስትን ኢዝ ደ ሳይነስ ኦፍ ማኒ ሜኪን ማኒ ይብል ማለት እዩ እዚ ከዓ እንታይ እዩ ወፍሪ ማለት ብገንዘብ ጌርካ ናይ ገንዘብ ምፍጣር ስነ ፍልጠት እዩ ይብለና ማለት እዩ ስለዚ ገንዘብካ ኣምፂኻዮ መሃያ ተኸፊልካ እቲ ዝተረፈ ገንዘብ እቲ ዓንቶ እዩ ዝበልናዮ ሴፍ ዝገበርካዮ ገንዘብ ከተዋፍሮ ወይ ድማ ንገዛእ ርእስኻ ክሰርሓልካ ክሕግዘካ እንድሕር ዘየፍቂድካሉ ክትዓቢ ዘሎ ተኽእሎ ኣዝዩ ጸቢብ ማለት እዩ ማህያ ጥራይ እንዳተኸፈልካ ክትትም ምሕሳብ ኣዝዩ ከቢድ እዩ ገንዘብ ምዕቃብ ወይ ሴፍ ምግባር ጥራይ ከዓ እኹል ኣይከነን ማለት እዩ ስለዚ ነቲ ዘምፃናዮ ገንዘብ ጎኒ ጎንና ከምቲ ንሕና ንሰርሖ ዘለና ጽቡቕ ነገር ናይ ገንዘብ እንታይ ኣሎ መሲልኩም? ንስኻ፣ ንስኺ ዕስራን ኣርባዕተን ሰዓት ኣብ ሰሙን ክትሰርሕ ኣይትኽእልን ኢኻ። ልዕሊ ዓሰርተ ሰዓት ክትሰርሕ ዘሎ ተኽእሎ ኣዝዩ ጸቢብ እዩ። ገንዘብ ግን ዕስራን ኣርባዕተን ሰዓት ሸውዓተ መዓልቲ ብሰሙን non stop ብዘይ ምቁራጽ፣ ክሰርሓልካ ይኽእል እዩ ማለት እዩ። That's why እዮም ሃብታማት ነዚ ሰለዝርድኡ ንገንዘብ የስርሕዎ ማለት እዩ። ዝበዝሑ ድኻታት ግን ንገንዘብ ይሰርሑ ማለት እዩ ስለዚ ንስኻ ከምኦም ዘይኽንካ ከምቲኦም ሃብታም ኣተሓሳስባ ዘለዎም ሰባት ካብ ሎማዓንቲ ወፍሪ ክትጅምር ኣለካ ማለት እዩ ቁፅሪ ሓሙሽተ ድማ ሃብቲ ብዕድል ዘይኮነ ዝመፅእ ብዕላማን ተበግሶን ምዃኑ ክትኣምን ክትክእል ኣለካ ኢሎን ማስክ ኣሊባባ ክርስትያኖ ሮናልዶ እዚኦም ኩሎም እንድሕር ርኢናዮም ታሪኽ ናቶም ወይ ድማ ኣመጻጽኣኦም ከመይ ገይሮም ኣብዚ ደረጃ ናይ ሃብቲ ከም ዝበጽሑ እንድሕር ርኢና ኣዝዩ ናይ ብሓቂ ዘገርም ታሪኽ እዩ ዘለዎም ማለት እዩ ንኣብነት ኣሊባባ እንድሕር ርኢናዮ ልዕሊ 25 ኣብ ልዕሊ 25 ስራሓት ተሰጒጉ ካብ ዩኒቨርሲቲ ተነጺጉ ዩኒቨርሲቲ ክኣቱ ይከኣልን ሓደ ካብቶም ድኻ ድኻታት ዝነበረ ሰብ እዩ ማለት እዩ እሱ ግን ንኹሉ ዕድላት ናብ ጥቕምታቱን ናብ ረብሕኡን ብምውዓል ሓደ ካብ ዝሃብተሙ ናይ ዓለምና ክኸውን ክኢሉ ማለት እዩ ስለዚ ሃብቲ ብዕድል ዘይኮነ ሃብቲ ብቅሩብነት እያ ትመፅእ ማለት እዩ ካሊእ ኢሎን ማስክ ሓደ ግዜ እንታይ ኢሉ ነይሩ መሲልኩም ኣነስ ልዕሊ 16 ሰዓት ኣብ ሰሙን ይሰርሕ ኣልሞስ 6 መዓልቲ እውን ይሰርሕ ሳምታይምስ ኣብ ኦፊስ ዝድቅሰሉ ግዜ ኣለኒ ማለት እዩ ህዝቢ ግን ክሳብ ሕጂ ዕድለኛ ኢኻ ይብልኒ ማለት እዩ ናይ ብሓቂ ኣነ ዕድለኛ ኣይኮንኩን ኢሉ ነይሩ ማለት ሓቂ እዩ ሃብቲ ተስዓን ትሽዓተን ሚእታዊት ቅሩብነት ሓደ ሚእታዊት ጥራይ እዩ ዕድል ዘጋጥመካ ማለት እዩ ዝበዝሐ ሰብ ግን ብኣንጻሩ እዩ ዝሓስብ እንታይ ዝብል ኦ ዕድለኛ ኮይኑ ኣ ምሁር ኮይኑ ኣ በሊሕ ኮይኑ ኩነታት ስለ ዝሓጎዘ ከምዚ ዶ የስ ንገለ ክኸውን ይኽእል እዩ ንኣብነት ከም በዓል ዶናልድ ትራምፕ ኣቦኦም ሃብታም ኮይኑ ጸኒዕዎም ክኸውን ይኽእል እዩ ኢንፋክት ግን ልዕሊ 80 ፐርሰንት ኣሜሪካውያን ሰልፍ ሜድ ሚሊነር እዮም እዚ ማለት ካብ ድኻታት ስድራ ቤት ተፈጢሮም ሃብታማት ዝኾኑ ሰባት እዮም ማለት እዩ ስለዚ ምምኽኔታ ገዲፍካ ሃብቲ ብዕላማን ተበግሶን ዝመፅእ ምዃኑ ክትኣምን ክትክእል ኣለካ ማለት እዩ እዚኦም ኩሎም ሃብታማት ናይ ብሓቂ ንፁር ዕላማ ክቱር ድሌት እምነት ዘይተሓላልነት ሰኒቖም ማእለያ ዘይብሉ ዋጋ ድማ ከፊሎም እዮም ኣብዚ ሕጂ ደረጃ ንሪኦም ዘለና በፂሖም እምበር ጥር ኢሎም ብሃንደበት ዝሃብተሙ ይኮኑን ማለት እዩ ካልእ እውን ኣብነት ናይ ዩሰን ቦልት ወይ ድማ እዚ ጀማይካዊ ዝበለፀ ተቃዳዳሚ ናይ ሚእቲ ሚድሮ ክንርኢ ንኽእል ኢና ማለት እዩ ሓደ ግዜ ኣብ ኢንተርቪው እንታይ ኢሉ ነይሩ መሲልኩም ነዚኣ ናይ ሚእቲ ሚትሮ ውድድር ሲ ክልተ ዓመት ሙሉእ ብዘይ ምቁራፅ ትሬኒንግ ዝገብረላ ወይ ድማ ምድላዋት ዝገብረላ ኢሉ ነይሩ ማለት እዩ ሕሰብዋ ነዚኣ ናይ ሚእቲ ሚትሮ ጥራይ ንኽቃደደም ክልተ ዓመት ሙሉእ ልምምድ የካይድ ማለት እዩ ንስኻ ንስኽኸ ነቲ ትደልዮ ንክትበፅሕ ክሳብ ክንድኡ ቅሩብነት ወይ ድማ ዋጋ ትኸፍል ዲኻ ኣብዚ ዘሎ ትሕቶ ማለት እዩ ስለዚ ሃብቲ ዕድለኛ ዘይኮነ ዝረኽባ ፃዕራም በሊሕ ብሜላ ዝጓዓዝ ሰብ ንሱ እዩ ዝረኽባ ማለት እዩ ስለዚ ካብ ሎማዓንቲ ንጹር ዕላማ ክቱር ድልየት እምነት ዘይተሓላልነት ካሊእ ኣድለይቲ ዝበሃሉ ናይ ዓወት ስንቅታት ሰኒቕና ናብ ዓወት ገጽና ክንከይድ ደኣ እምበር ኣብ ዓራት ደቂስካ ዕድለኛ ስለ ዝኾነ ምሁር ስለ ዝኾነ ኣይከነን ዝበሃል ማለት እዩ ስለዚ ክላይሰን እንታይ ዝብለና ሃብቲ ብዕድል ዘይኮነት ብዕላማን ተበግሶን ጥራይ እያ ትመጽእ ማለት እዩ ተስዓን ትሽዓተን ካብ ሚእቲ ድማ ቅሩብነት ሓንቲ ሚእታዊት ጥራይ እያ ትዕድል ማለት እዩ ስለዚ ካብ ሎማዓንቲ ኣረዳድኣኻ ወይ ድማ ኣረኣእያኻ ክትቅይር ኣለካ ማለት እዩ ክቡራት ተኸተልቲ ናይ መወዳእታ ቁፅሪ ሽዱሽተ በፂሕና ኣለና ቁፅሪ ሽዱሽተ ድማ ሪስክ ሪስክ ውሰድ ሪስክ ካይወሰድካ ናይ ብሓቂ ዝመፅእ ዘሎ ዓወት የለን ኣብ ዓለም እቲ ዝዓበየ ሪስክ ዝበሃል ሓንቲ ነገር ዘይምግባር ወይ ድማ ዘይምፍታን እዩ ማለት እዩ ናይ ብሓቂ ካብ ሪስክ ፈቲንካ ክትወድቕ ሪስክ ከይፈተንካ ምንባር እዩ ዝኸፍ ማለት እዩ እመኑኒ ኣነ በተን 200 ዶላር ኣብ ስቶክ ማርኬት ኣዋፊረ ንሰን ከሲረ ንድሕር ዘይከውን ነይረ ሎሚ ማእከለ ዝበሃል ኣብዚ ኣይምሰማዕኹሞን ኣይምርኣኹምንን እውን ነይርኩም ማለት እዩ ስለዚ ምናልባት ብካሊእ ኣገባብ ምርኣኹምኒ ግን በዚ ሕጂ ዘለኽዎ ኣይምርኣኹምንን ማለት እዩ ናይ ብሓቂ ንሓደ ነገር መጽናዕቲ ጌርካ ጽቡቕ መጽናዕቲ ዋላ ወሲድካ ከለካ ንሓደ ሰብ ከድካ ከምዚ ክገብር ደልየ ምስ ትብሎ እንታይ ዝብለካ ዎ እዚ ሪስክ እዩ እዚ ከምዚ እዩ ዝብለካ ንሰባት ብዙሕ ክትሰምዕ የብልካ ንስኻ ዝገበርካዮ መጽናዕቲ ንስኻ ዝገበርካዮ ርግፀኛ እንድሕር ኬንካ ክትወስዶ ጥራይ ዘለካ ተበግሶ ጥራይ ኢኻ ክትወስድ ዘለካ ማለት እዩ ንኣብነት ኣብ 220 ማርች 220 ስቶክ ማርኬት ወይ ድማ ዕዳጋ ናይ ዓለም ብምሉኡ ሰላሳ ኣርባዓ ሚእታዊት ዋጋ ምቕናስ ገይሩ ነይሩ ማለት እዩ ሽዑ ዘዋፍሩ ሰባት ናይ ብሓቂ ብዙሕ ገንዘብ ገይሮም ማለት እዩ ዝበዝሐ ህዝቢ ግን ወይ ተራ ህዝቢ እንታይ እዩ ዝብል ነይሩ ዋው ከሲረ ጠፊኤ ጠፊኤ እዩ ዝብል ነይሩ ማለት ስለዚ እ፣ ኩሉ ግዜ ተበግሶ ክትወስድ ንሕር ዘይክኢልካ ከም ሰብካ ንሕር ትጓዓዝ ኮንካ ከም ሰብካ ጥራይኻ ውፅኢት ትረክብ ማለት እዩ። እንተዘይከይኑ እ፣ ኣንጻር ሰብካ ንሕር ዘይወሲድካ ኣንጻር ሰብ ወይ ድማ ልዕሊ ሰብ ክትዕወት ዘሎ ተኽእሎ ኣዝዩ ጸቢብ እዩ ማለት እዩ እዚ ክብል ከለኹ ግን ኩሉ ግዜ ከተሓስበኩም ዝደሊ ሪስክ ክትወስድ ከለኻ ብዝተኸኣለካ ግቡእ ድኸነ መፅናዕቲ ብዛዕባኡ ክትገብር ክትክእል ኣለካ ከምዚ ጥር ኢልካ መፅኻ ሃንደበት ትብላዕ ኣላ ኢልካ ትብላዕ ነገር ወይ እንተተመሰለለ ኢልካ ዝኸውን ነገር የለን ማለት እዩ ሻድሸይቲ ከዓ ክላይሰን እንታይ ዝብለና ሬስክ ውሰዱ ወይ ድማ ተበግሶ ውሰድ ዝብለና ማለት እዩ ዕድላት ኩሉ ግዜ ብሃንቀውታን ብድልውነትን ክትፅበዮም ኣለካ ማለት እዩ እምበር ክቡራት ተኸተልቲ እዚአን ነይረን ሽዱሽተ ዝበልክወን ንመዘኻኸሪ ዝኣኽላ እተን ሽዱሽተ ነጥብታት ቀዳመይቲ Pay yourself first ወይ ድማ ንነብስኻ ቅድም ክፈል ካልኣይቲ reduce your expenses ወይ ድማ ወፃኢታትካ ኣጉድል ሳልሰይቲ ኣብ ፍልጠት ወፍሪ ጀምር ራብዓይቲ ገንዘብካ ንክሰርሕ ኣፍቅደሉ ወይ ድማ ኢንቨስት ግበሮ ሓምሸይቲ ሃብቲ ብዕድል ዘይኮነ ብዕላማን ተበግሶን ከም ዝመፅእ ክትኣምን ወይ ድማ ኣጠማምታኻ ኣረኣያኻ ክትቅይር ከም ዘለካ ሻድሸይቲ ድማ ቴክ ሪስክ ወይ ድማ ውሳነ ኣብ ቅኑዕ ግዜ ውሳነ ክትወስድ ከም ዘለካ እያ ዝብላ ነይረን ማለት እዩ እንተፈቲኹማ እዚኣ ቪድዮ ወይ ገለ እንተጠቂማትኩም ነዚኣ ቪድዮ ላይክ በልዋ ከምኡ እውን ኣብ ካልኦት ሰባት ንክበፅሕ ሸር ግበርዎ ሰላም መዓልቲ ብካሊእ ቪድዮ ኣብ ካሊእ መዓልቲ ክሳብ ንራኸብ